ቋዕ እንታይ እዩ ሽግሩ እንተ ክንዲ ዝኸውን ዘለፋ ዝልፍልፍ ኣቢልንካ ኸደ እንተ ዋይ ዘይምፍላጥ ክሓስብ ባይ እንታይ እዩ ክብሉ እየ እንታይ ክብሉ እየ መፂኻ ኣብ ገዛኻ ዝልፍ ዝልፍ ከምዚ የለ

ምጽእ እዩ ልብለካ ሓደ ክንዲ ገለ ዝኾኑ ወዲ ንዝገዛይ ባዕባዕባዕ ኣቢሉስ እንታይ ኮይነ ኢሉ
መን ድዩ
ኣታ ካብዞም ፈረንጂ ይፈልጦን እዩ ካብቶም ፈረንጂ እዚ መፂኻ ካብዞም ፈረንጂ መፀኒ
ምፅእ ኢሉ ገዛ ባዕባዕባዕ ኣብላ ኣንታ ደሓንካ ዲኻ ተበልኩስ በርጅዒ እመኒ ሓውካ ከወዮ ወተሃደር ስለ ዝወርዱ ሳድ ኣልኩ ከምዚ ኢለ በርገድ በለኒ እኛ ለሚቱ እ፣ ብትሽልካ ዕረፍ ክብለኒ ኢለ ተተጸብኹ ሰወይክ በዛይ ብተ የልገበለይ ሞት ወይ ካብ እስካላ እስካላ መጺኻ በለኒ ሞት ወይ ሓወይ ዝገደ ዘለ የብሉ እኛ መን ዓሊምዎ

እወ። ን ጎረቤትካ ጻዕዳ እንታይ ከም ዝበለካ ዘይትፈልጥ ኩሉ እሱ ብ ዶች ይዛረበካ ንስካ ብትግርኛ ትትርጉሞ እ ንሱ ብ ዶች ኣነ ይዛረበካ ተሓቲተካ ዲካ ትፈልጠ እንዶ ሕጂ? ስቅ በል ስቅ በል ሰዓት ክንደይ ነይሩ ሽዑ? መሲዩ ምምሳይስ መሲያ እያ ነይራ እሞ ሪኢኻ ሰዓት ኣለኻ ዓሰርተ። ስለ ዝመሰየ ሽዑ ሰዓት ዓሰርተ እዞም ዓዲ ከኣ ሰዓት ዓሰርተ ስለ ዝድቅሱ ስራሕ ስለ ዘለዎም ሪኢኻ ኣለኻ እወ እወ እ ሽዑ መጺኡ ኳሕኳሕ ኣቢልካ እወ እ እ ቪ ቢርጌድ ኢሉ ን ትብሎ ዘለኻ እ ቪጌትስ ኢልካ ከመይ ኣለኻ ኢዩ ከመይ ኣምሲኻ ማለቱ እዩ ንሱ ግን ንስኻ ግን ተገቲርካ ኣምጺኻ እወ ዋይ ሓወይ በዚ ምስኪናይ ዕድመ ልዕሊ ኢልካ እም ክምውት ውጥር በልኩ እቲ እምበር። ኣለስከላ ኢልኒ ትብሎ ዘለኻ ከኣኒ እሱ ድማ ኣለስክላ ኩሉ ሰላም እዩ ደሓን ኢና ኣይጓዱኡን እዮም እዞም ዓዲ ከምዚ ትርእዮም ዘለኻዮም ኣለስክላ እዮም ዝብሉኻ እወ። ሰላም እዩ ኣቦስቶ እዩ ጥራይ እዩ ኢልካ እቲ ሸልፋፍ ትብለኒ ዘለኻ ከኣኒ ሸልፋፍ ኣይኮነን ኢልካ ስነስርዓት ጌርካ ደቅሰና ማለት እዩ ደቅስ ማለት እዩ ሽላፈን ማለት እዩ በዚ ቋንቋ ናይዚ ዓዲ መልሹ ድማ እእ ላይዛ ቢተይ ልካ እእ ላዛይ ብተይ ዝበለካ መሲልካ ቀስ በል እእ ረብሽካና እዛ ዋጣካ እዛ ዓሰርተ ግዜ እእ እንዳ ዋጥካ ሲ እወ ሓቅካ ረብሽካና ሰዓት ማለታ ዓሰርተ እያ ነይራ ከማን እወ ርኤኻኒ ለዛይ ብተይን እእ ላይዛ ቢተንስ እንታይ ዘራኽብ ነይርዎ ስማዕ እእ እስኻ ክትምሃር ኣለካ ዕስራ ዓመት ኣብዚ ተኾዲምካ እእ እእ ጅምና ምብላዕ ኣይኮነን ስቕ ኢልካ እእ ሓሸማ ምብላዕ ኣይኮነን ሓሸማ መሲልካ ኣለኻ ሓሸማ በሊዕካ ሓቅኻ በሊዕኻ ሓቅኻ ትምህርቲ እእ ተድልየኒ ስለዚ እእ ኣብ ስደት እንድሕር ደኣ መጺኻ እንታይ ትገብር ኣለካ ክትምሃር ክትምሃር ኣለካ እ ተርጉመለይ ንጎ ንጎ ኣነ ተዋሪደ ተዋሪደ ንዓኻ ክትርጉም ኣታ ታይ እየ ገይረካ እ ንግሆ ንግሆ እ ተኽለ ሓወይ ንዓ ተርጉመለይ እ ተኽለ ሓወይ ንዓ ከምዚኣ ኮይነ ሕጂ ሲ ዶች ኣይኮንኩን ክትርጉመልካ መጽየ ንትግርኛ ክትርጉመልካ መጽየ እዚ ተወጽዓይ እ ገንዘብ ከይትኸፍለኒ ከኣ ሓንቲ ቢራ እኳ ኣይትኸፍለለይን ክትመሃር ኣለካ እሞ ናይ ብሓቂ ክመሃር ኣለኒ ነዞም ከምዚ ከማኻ ኣብዚ ዓዲ ዘለዉ ኣብ ደመብዲ ኮይኖም ዘለዉ ከምዚ ከማኻ ዘይፈልጡ ድማ ንመሃር በሎም ኢኻ ንመሃር ተዋሪደ ክብሎም ንሕና ንዓኹም ክንትርጉም ተዋሪድና ዋይ ተኽለ ሓወይ እም፣ ዘይምፍላጥ እ፣ ክሓስእ በል ክኸይድ ቆጸራ ሕጂ ድማ ከምዚ ከማኻ ሰብ ዝትርጎም ኣለኒ ክትርጉመሉ ክኸይድ ዘይምፍላጥ ሕሱም እዩ ተኽለ ሓወይ ጸብኦት